ሰላም ጥዕና ሃበለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። ብሰራዊት ፋሽስቲ ኣብይን ተስፋሕፋሕቲ ሓይሊ ክልል ኣምሓራን ኣብ ልዕሊ ህዝቢ ትግራይ ዝፍፀም ዝነበረ ግፍዕታት ኣብቂዑ ዳግም ተወሊድና ፀሓይ በሪቑ ክብሉ ዘዘራረብናዮም ነበርቲ ወረዳ ራያ ዓዘቦ ተዛሪቦም። እቶም ነበርቲ ንሓየተ ሰራዊት ትግራይ ዘለዎም ኣድናቖት እውን ገሊፆም እዮም። ወኪልና ተወልደብርሃን ሰለሞን ካብ ከተማ መኾኒ ተወሳኺ ሓበሬታ ከም ዝስዕብ ከቕርበልና እዩ።
ባዕዳዊ ወራሪ መንግስቲ ውልቀ መላኺ ኢሳያስ ኣፈወርቅን ፋሽስት ኣብይን ህዝቢ ትግራይ ካብ ምድረ ገፅ ንምጥፋእ ዘይፈንቀልዎን ዘይፈሓስዎን ውዲት ኣይነበረን። ይኹን ደኣ እምበር ብውሕሉል መራሕቲ ህዝቢ ትግራይን ፍሉይ ስርሒት ሰራዊት ትግራይን ኣብ ነብሲ ወከፍ ህዝቢ ትግራይ ፋና ክውልዕ ጀሚሩ ኣሎ። ስለዝኾነ ድማ ንዝለዓለ ፀብለልታን መስተንክራዊ ዓወትን ሰራዊት ትግራይ ዘለዎም

ከም ርድኦቶም ነበርቲ ኣብ ዓድና ብተስፋፋ ቃልታት ትምክሕቲ ገዛእቲ ኣምሓራን ሰራዊት ፋሽሽቲ ኣብይን ተገፍዒናን ተጨቁንናን መለለዩ መንነትና ሰቐይሩ ብኣምሓሩ ክንግዛእ ላዕልን ታሕትን ይብሉ ከም ዝነበሩ ድሕሪ ምሕባር ሕዚ ግን ብጅግና ሰራዊት ትግራይ ዝነበረ ግፍዕታት ኣብቂዑ ዳግም ተወሊድና ፀሓይ በሪቑልና ክብሉ ተዛሪቦም።

ጅግና ሰራዊት ትግራይ ፀላቱ ምሉእ ብሙሉእ ደምሲሱ መላእ ትግራይ ሓራ ክሳብ እትወፅእ ካብ ህፃን ክሳብ ሽማግለ ኣብ ጎኑ ተሰሊፍና ካብ ንዋትና ክሳብ ሂወትና ንምኽፋል ድሉዋት ኢና ክብሉ እቶም ነበርቲ ወሲኾም ገሊፆም። ጅግና ጀነራል ወይነ ትግራይ ምክልኻል ሰራዊትና ጎንና ኮይኑ ኣብ መንጋጋና ኮይንና

ይብለዋ እነት ኣስና ኩል ፈለጥና ክዘይ ክንድዚ ተለምል ብጣዕሚ ደስታ ተሓፋሽ ኮማን።
ዝተፈብረኸ ሓበሬታ ተታሊሎም ዝነበሩ ወገናት እቲ ከባቢ ናብ ልቦም ተመሊሶም ኣብ ጎኒ ብልሒ ጫፍ እቲ ጀግንነት ሰራዊት ትግራይ ክስለፉ ከም ዝግባእ ነበርቲ ወረዳ ራያ ዓዘቦ መልእኽቶም የመሓላልፉ። ሃለዋትናን ድሕንነትናን ብቕልፅምና ትግራይ ትስዕር ወኪል ድምፂ ወያነ ትግራይ ካብ ከተማ መኾኒ።
ካብ ትግራይ ወፃኢ ኣብ ዝነብሩ ተጋሩ ብፋሽስቲ ኣብይ ኣሕመድ ይፍፀም ዘሎ ቅትለትን ማእሰርትን ማሕበረሰብ ዓለም ጠጠው ንኸብል ዓለም ለኸ ማሕበረሰብ ምሁራን ተጋሩ ጂኤስቲኤስ ፀዊዑ ኣሎ። ጂኤስቲኤስ ኣብ ዘውፅኦ መግለፂ ፋሽስቲ ኣብይ ኣሕመድ ኣብ ቀረባ እዋን ኣብ ልዕሊ ተጋሩ ብዕሊ ምፅናት ዓሌት ንክፍፀም ጎስጓስ ካብ ዝእወጅ ንድሓር ብስሩዕን ማሕበራዊ ሚድያን ኣብ ተወለድቲ ትግራይ ዘነፃፀረ ሰፊሕ ዝኾነ ዓለታዊ ጎስጓስን ወፍሪ ጸለመን እናካይደ ከምዝርከብ ኣመልኪቱ'ሎ። በዚ ዝተልዓለ መንግስቲ ፋሽስቲ ኣብይ ኣሕመድ ምስ ኣባላት ስለያን ድሕንነትን ውልቀ መላኺ ኢሳያስ ኣፎርቂ ብምውዳድ ካብ ትግራይ ወጻኢ ኣብ ዝነብሩ ተጋሩ ተራእዩ ዘይፈልጥ ቅትለት፣ ማእሰርቲ፣ መጭወይትን ምግፋዕን እናፈጸመ ከምዝርከብ ዓለም ለኸ ማሕበረሰብ ምሁራን ተጋሩ ኣፍሊጡ'ሎ። ኣብ ዝተፈላለዩ ከባብታት ኢትዮጵያ ዝነብሩ ተጋሩ ብመንነቶም እናተርኣዩ ይእሰሩን ይጋፍዑን ከምዘለው፣ ንብረቶም ድማ እናተዓፀወን እናተዓሸገን ከምዝርከብ ዝሓበረ እዚ ዓለም ለኸ ማሕበረሰብ ዛጊድ፣ ብዓሰርተታት ኣሽሓት ዝቑፀሩ ተጋሩ ነዚ ዕላማ ኣብ ዝተሃነፁ ከም ኣዋሽ ኣርባ ዝበሉ መዳጎኒ ማዕኸናት ከምዝተኣሰሩ ሓቢሩ ኣሎ። ከምኡ እውን ካልኦት ብኣሽሓት ዝግመቱ ተጋሩ ተኣሲሮም ናብ ኤርትራ ከምዝተወሰዱ GSTS ገሊፁ ኣሎ። ባይቶ ጸጥታ ሕብረት ኣውሮፓን ኣብ ኣዲስ ኣበባ ዝርከቡ ዲፕሎማሰኛታትን ፋሽስቲ ኣብይ ኣብ ልዕሊ ተጋሩ ይፍጽሞ ዘሎ ማእሰርትን ግፍዕን ጠጠው ንከብልን ነቶም ብመንነቶም ጥራሕ ዝተኣሰሩ ወገናትና ብዘይ ምንም ቅድመ ኩነት ንክፈትሖምን ጸቕጢ ንክገብሩ GSTS ጸዊዑ ኣሎ። ሃገራት ቻይናን ሩስያን ኣብ ጉዳይ ትግራይ ሒዘንኦ ዘለዋ ኣሉታዊ መርገጺ ደጊመን ንክሪኦኦ ጻውዒት ቀሪብለን ኣሎ። ኣብ እንግሊዝ ዝነብሩ ተጋሩ ቻይናን ሩስያን ህዝቢ ኮነ ኢልካ ክጠሚ ምግባር፣ ምዕማጽ ደቂ ኣንስትዮን ጥሜት ከም መሳርሒ ኲናት ምጥቃምን ጉዳይ ሉዓላውነት ሃገር ዘይኮነስ ጉዳይ ሰብኣውነት ምዃኑ ተረዲኤን ኣብ ትግራይ ዝፍጸም ዘሎ ጨፍጫፍ ደው ይበል ዝብል ቅዋም ማሕበረሰብ ዓለም ክድግፋ ዝጽውዕ ሰላማዊ ሰልፊ ኣብ ከተማ ለንደን ኣብ ዝርከባ ኤምባሲታት ሩስያን ቻይናን ተኻይዱ ኣሎ። ኣብዚ ዛዕባ ዘዋደድናዮ ጸብጻብ ኣሎ ከም ዝስዕብ ክነቕርበልኩም።
ኣብ ትግራይ ዝተፈጸመ ቅሉዕ ምጽናት ዘርኢ፣ ምዕማጽ ደቂ ኣንስቲዮም፣ ጥሜት ከም መሳርሒ ኩናት ተጠቒምካ ህዝቢ ክሃልቅ ምግባርን ዝተኸልከለ ከሚካል ኣብ ልዕሊ ንጹሃት ዜጋታት ምጥቃምን ሓዊሱ ኩሎም ኣብ ልዕሊ ትግራይን ተጋሩን ዝተፈፀሙ ግፍዕታት ማሕበረሰብ ዓለም ብሓደ ቃል ክኹንኖምን ዓገብ ክብልን ፀኒሑ። ይኹን እምበር ሓደ መርገፂ ሒዙ ናብ ተግባራዊ ስጉምቲ ንምእታው ግን ዕንክሊል ክብል ይረኣይ። ናይዚ ቀንዲ ምኽንያት ድማ እቲ ረዘንቲ ጉዳያት ዓለምና ይምልከቱኒ እዮም ዝብልን ዘትዩ መፍትሕታት ብምቕማጥ ውሳነታት ዘሕልፍን ሴክሪቲ ካውንስል ትካል ውድብ ሕቡራት መንግስታት ዓለምና፣ ዋላኳ ጉዳይ ትግራይ ኣልዒሉ ብቕሉዕን ብዕፅውን ብተደጋጋሚ እንተዘተየ ኣብ ሓደ ምርድዳእ ክበፅሕ ግን ዘይምኽኣሉ እዩ። ናይዚ ቀንዲ ምኽንያት ድማ ሃገራት ሩስያን ቻይናን ድምፂ ብድምፂ ናይ ምስዓር መሰለን ወይ ድማ ቬቶ ፓወረን ተጠቒመን ጉዳይ ትግራይ ምስ ኣሜሪካ ንዘለወን ምትፍናን ሓደ መወራረዲ ዛዕባ ብምግባር ኣንጻር ሓሳባት ኣሜሪካ ደው ምባለን እዩ። እዚ እቲ ዓለም ዝፈልጦ ምኽንያት ዋላ እኳ እንተኾነ፣ እተን ሃገራት ምኽንያትና እዩ ኢለን ዘቐምጥኦ ግን፣ ኣብ ልኣላዊነትን ውሽጣውን ጉዳያት ኢትዮጵያ ዓለም ኢዳ ክተእቱን ቅዋም ክትሕዝን የብላን ዝብልን ከም ምኽንያት የቕርባ። ነዚ ዝተረድኡ ተጋሩ ነበርቲ ሃገረ ዩናይትድ ኪንግደም ድማ ኣብ ከተማ ለንደን ኣብ ዝርከቡ ኤምባሲታት ሩስያን ቻይናን ብምኻድ ኣብ ልዕሊ ዜጋታትካ ጥሜት ከም መሳርሒ ኲናት ምጥቃምን ኣብ ልዕሊ ደቂ ኣንስትዮ ዜጋታትካ ባዕዳዊ ሰራዊት ዓዲምካ ክዕመጻ ምግባርን ጉዳይ ጥሕሰት ሰብኣዊ መሰላት እምበር ጉዳይ ልኣላዊነት ሃገር ኣይኮነን ብምባል ሃገራት ሩስያን ቻይናን ነዚ እናፈለጣ ጸማም እዝኒ ዝሃብኦ ዓንቃጽ መርገጺ ደጊመን ክሪኦኦን ጨፍጫፍ ትግራይ መዕለቢ ክረክብን ብምፅዋዕ ዓው ኢሎም ድምፂ ህዝቦም ኣስሚዖም እዮም።
ኣብቲ ኣብ ኣፍደገ ኤምባሲታት ሩስያን ቻይናን ዝተሳለጠ ሰልፊ ተቓውሞ፣ ኣብ ዝተፈላለዩ ከተማታት ዓባይ ብሪታንያ ዝነብሩ ተወለድቲ ትግራይ ናብ ከተማ ለንደን ብምትእኽኻብ ዘሳለጥዎ ሰልፊ ተቓውሞ እንትትኸውን፣ ኣብ ሰልፊ ዝተሳተፉ ወገናት ድማ ዕላማ እዚ ሰልፊ ኣመልኪቶም ዝስዕብ ርእይቶኦም ሂቦሙና እዮም።
ብዛዕባ ኣብ ትግራይ ዝግበር ዘሎ ጨፍጫፍ ኣመልኪትና ኢና ሰልማዊ ሰልፊ ወፂና። እቲ ናይቲ ሰልማዊ ሰልፊ መልእኽቲ ድማ ኣብ ትግራይ ዝግበር ዘሎ ዘርኢ ምንፃት፣ ኣብ ትግራይ ዝግበር ዘሎ ኣዴታትን ህፃውንትን ዝዕመፃ ዘለዋ ብዛዕባ እቲ ሁማኒታርያን ኣክሰስ ከይገብር ኮነ ኢልካ ጥሜት ንክህሉ ኣብቲ ዓዲ ናይ ምግባር እዙይ ድምፅና ክነስምዕ እዙይ ድማ ናብቲ ናይ ራሻ ኢምባሲ እና ናይ ቻይና ኢምባሲ ዘክየደና ምክንያት እዚኣቶም ኣብቲ ናይ ሕቡራት መንግስታት ኮይኖም በቲ ናይ ቮት ዓቅሞም በቲ ናይ ቮት ክስታዮም ተጠቂሞም ድምፂ ከይስማዕ ስለ ዝገብሩ ዘለዉ ካልኣይ ክሪእዎ ካልኣይ ሓሳቦም ንክቕይሩ ክንገብሮም ኢና ከይድና ኔርና ሰልማዊ ሰልፊ ጌርና። ከምቲ ኩላህና እንፈልጦ ራሻ በቲ ዘለዋ ብ ናይ UN ፓወር ተጠቒማ ወይ ከኣ ሓይሊ ተጠቒማ UN ናይ UN ውሳኔ ንኸይግበር እንዳተቓወማ ጸኒሐን እየን ክልቲኤን ዓዲ ህንዲ ውን ኣላቶ ግን ብዝበለጸ ራሻን ቻይናን ብኣጥቢቐን ክቃወማ ጸኒሐን እየን። እቲ ምኽንያት ዘህበኦ ድማ መጀመርያ ነገር እቲ ኩናት ዝካየድ ዘሎ ናይ ውሽጢ ዓዲ እዩ ናይ ውሽጢ ዓዲ እዩ ካልኣይ ድማ ጣልቃ ክንኣቱ ይደልን ጣልቃ እንተኣቲና ድማ እቲ ዘሎ መንግስቲ ናይ ኢትዮጵያ መሪሕነት ዘሎ መንግስቲ ክዳኸም እዩ እንተተዳኺሙ ድማ ኢትዮጵያ ክትባታትን ዝብል መርገፂ ሒዘን እየን ዝቕፅላ ዘለዋ እንተኾነ ግን ንሕና ድማ ነቲ ዝብለኦ ዘለዋ ተቓዊምና ኣብ ጎንና ጠጠው ንኽብላ ኢና ሰለማዊ ሰልፊ ክንገብር ከይድና እቲ ሓደ ምኽንያት ናይ እዚ ኩሉ ብሸሓት ዝቑጸራ ናይ ደቂ ኣንስትዮ ዓመጽ ቅድሚየቲ ዝካየድ ዘሎ ትግራይ ዓመፅን ብጭካኔ መቕተልትን ምስቲ ልኡላውነት ዘራኽቦ ነገር የብሉን ሓሶት እዩ ኢልና ንኽንዛረብ ኢና ኬድና። ካልኣይ ድማ ኢትዮጵያ ትባታተን ብባዕዳዊ እንዳምጻእካ ባዕዳዊ ምጺእካ ምስ ኢሳያስ ምስ ባዕዳውያን ተሓባቢርካ ብካልኦት ብዩናይትድ ኤምሬትን ብሱማሌን እንዳምጻእካ ንናይ ባዕልካ ህዝቢ ክትጭፍጨፍ ከለካ እዩ ዓዲ ዝባታተን ንክንብሎም ኢና ከድና ኣብ ኢትዮጵያ ትግራይ ጥራሕ ዘይኮነስ ካልኦት ቦታታን ከም በዓል ኦሮሞ ከም በዓል ቤሻንጉል ቅማንት እውን ተጨፍጭፎም እዮም ስለዚ ኣብ ውሽጢ ዓድኻ ንህዝብኻ ባዕልኻ እንተጨፍጪፍካ እዩ ዓዲ ዝብተን። ሓደ ካብቶም ዝብትኑ ኮነ ኢሎም ዘላዒሎም ዘለዉ ድማ ኢሳይያስን ባዕሉ ኣብይን እዮም። እንዳተሓባበሩ ምስ ካልኦትን ምስ ዘለዉ ምስ ናይ ደገን ናይ ውሽጥን ጸላእቲ ተሓባቢሮም ዓድና ብጥሜትን ህዝቢ ሰሪሑ ከይበልዕን ዝበታትኑ ዘለዉ ንሳቶም እያ ንኽንብሎም ኢና ከይድና ንጋሻ
እዞም ርእይቶ ሃብቲ ከም ዝበልዎ፣ ትግራይና መሊኣ ሓራ ክሳብ እትወፅእ እቲ ኣብ መፈለምታ ኲናት ትግራይ ዝነበረ ናህርን ሕራነን ተጠናኺሩ ክቕፅል ከም ዝግብኦን ተረኺቦም ብዘለው ዓወታት ከየስተርሓና ድምፂ ህዝብና ንምስማዕ እዞም ከምዚኦም ዝበሉ ሰልፍታት ብስፍሓት ክቕፅሉ ይግባእ ኢሎም ኣለው።
ንእሽተይ በቲ ዘሎ ዓወት ቁሩብ ኸይንደናገር ቁሩብ ስግኣት ኣለኒ። ዓወትና እቲ ዓወት ዘሎ ከም ዘሎ ኾይኑ ተስፋ ሰኒቕና እቲ ቓልስና ንኽንቅጽል እየ ክደፋፍእን ሓቦ ጌርና ክንቅጽልን እየ ኣነ መልእኽተይ ከሕልፍ ዝደሊ። እቲ ቓልስና ጀሚሩ ደኣ እምበር ኣይተዓወትናን ዓወትና ኣብ ሽትኡ ንኽንበጽሕ ንሕና ኢና ክንቅጽሎ ስለዚ ከይንድቅስ ዝብል መልእኽቲ እየ ከመሓላልፍ ዝደሊ ከይንድቅስ ሓደራኹም። እቲ ዓወት ምስ ተረኸበ ፌስታታት ሙዚቃታት ናይ ምግባር ናይ ታሕጓስ ኢና ዘለና እቲ ምሕጓስ እኳ ሕማቕ ተዘይኮነ ግን ብዙሕ ዝቐረየና ነገር ኣሎ። ኮምቲ ናይ መጀመርያ ዝነበርናዮ እቲ ንገብሮ ነበርና ኣብ ሾሻል ሚድያታት ንጽሕፎ ነበርና ኣብ ፌስቡክ ኣብ ትዊተር ዝግበር ነበረ ቁሩብ ይዝሕትል ኣሎ። እዚ ምዝሕታል ድማ ንዓና ክገርሃና እዩ። ድምጽና ክነስምዕ ኣለና ለይትን ቀትርን ድምጽና እስካብ እታ ንደልያ ቦታ እስካብ እታ ዝነበረት ትግራይ ትበሃል እታ ዝነበረት ቅድሚ ሕጂ እታ ትግራይ እታ ዓድና እስካ ኩላ ነጻ ስኣ ትወጽእ ድምጽና ክነስምዕ ኣለና ኒብ ደቡብ ገና ዘይወጸ ሰብ ኣሎ ኣብ በዓል ኮረም ዝግበር ዘሎ ጭፍጨፋ ዝግበር ዘሎ ብሽም ትግራዊ ዝቕተል ዘሎ ክንደይ ነገራት ኣብ በዓል ምዕራብ ዝግበር ዘሎ ዝግበር ዘሎ ጭወያ ዝግበር ዘሎ መቕተልቲ ብዙሕ ነገር እዩ ኣብ በዓል ኢሮብ ዝግበር ዘሎ ጭካኔታት ዝግበር ዘሎ ብዙሕ ነገር እዩ ዘቐርየና

እዚ ኣብ ከተማ ለንደን ዝተሳለጠ ሰላማዊ ሰልፊ ብኣሳናዳኣይነት መኸተ ትግራይ UK ኔትወርክ መናእሰይ ተጋሩን ማሕበር ደቂ ኣንስትዮ ትግራይን ብሓባር ዘሰናድእዎ እዩ። ሃለዋትናን ድሕንነትናን ብቕልፅምና ትግራይ ትስዕር!
ኣብ ዝባና ውይ ተፅዕኖ እዩ ነይሩ እዚ ግን ካብ መጠን ላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለው ካብ መጠን ንላዕሊ እዩ ተሓጒስና።
ፈርስት ናይት ማሊእ ነይሩ ትወደኢለ ዓወት ኢለዮ ኣብ ትግራይና
ክልተ ሰለስተ ግዘ ሲዕርናዮም ብቀፃሉ ንክስዕሮም ኢና ኩሉ ግዘ ከዓ ትግራዋይነት እናተኩልዕ እዩ ክነብ
ናይ ቁፅሪ ልዕልነት ናይ ተኹሲ ልዕልነት ዝነበሮ ፀላኢ እዩ ክንድምስስ ኢልና ተበጊስና ሽዶ ኣይኮነን ሃዲሙ ሰራዊት ተዋጊኡ ስዒርዎ ብጅግንነቱ በሊፁ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምስስናዮም ሓራኹም ዘይንወፅእ ስለ ዝፈልጥ ምስ ህልኹ ኢድ ንምሃብ እውን ክዕድል ዘይትንኩ እዮም ዝብሉ ከም ወታደራት ኢድ ኢድ ንክተውፅኡ በጢሱ በጢሱ ይሓርኩም እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና ፅብቕቲ ትግራይ ክታን ዝድል
ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ
ናብ ካልኦት ዜናታትና ክንሰግር ፋሽስቲ ኣብዪ ኣሕመድ ካብ ትግራይ ወፃኢ ኣብ ዝርከቡ ተጋሩ ከም ብሓዱሽ ዝጀመሮ ፅዑቕ ወፍሪ ማእሰርቲ ብዝኸፍአ መልክዑ ከም ዝቐፀለ ቢቢሲ ሓቢሩ ኣሎ እዚ ኣብ ልዕሊ ተጋሩ ይፍጸም ዘሎ ጽዑቕ ወፍሪ ማእሰርትን ግፍዕን ብፍላይ ኣብ ከተማ ኣዲስ ኣበባ ተራእዩ ብዘይፈልጥ ደረጃ እናተኻይደ ከም ዝርከብ ተጋሩ ብበዝሒ ኣብ ዝነብሩለን ከባብታት እታ ከተማ ሲቪል ብዝተኸደኑ ኣካላት ጸጥታን ድሕንነትን እቲ ፋሽስታዊ መራሒ እናተፈጸመ ከም ዝኾነን እቲ ዜና ኣመልኪቱ ኣሎ። ሰላም ዝተባህለት ነባሪት ካብ ቀረባ መዓልትታት ንነዘ ተደጋጋሚ ምንግልታዓትን ማእሰርትን ከም ዝበጽሓን ሓዋ ብዘይ ኣግባብ ከም ዝተኣሰረን ብምግላጽ ቅድሚ ኣርባዕተ መዓልቲ ሓወይ ምሳሕ እናበልዐ ሃንደበት መጺኦም ሓይልታት ጸጥታ ኢና ኢሎም ወሲደምዎ ኣበይ ከም ዝኣተወ ኣይንፈልጥን ብወረ ግና ኣዋሽ ኣርባ ኣሎ ሰሚዕና ኣለና ሃንደበት መጺኦም እዮም ገፊፎም ዝወስዱ ኢላ ኣላ። ከምዚ ዝበለ ተርእዮ ኣብ ኩሉ ስፍራታት እታ ከተማ ከም ዘጋጠመ፣ ተጋሩ ዘንቀሳቕስዎም ትካላት ንግዲ ከም ዝተዓሸጉን ወነንቶም ከም ዝተኣሰሩን ኣካላዊ ማህሰይቲ ከም ዝበጽሖምን እቲ ዜና ኣመልኪቱ ኣሎ። ሰለስተ ኣሕዋታን ሓሙሽተ መሓዙታን ከም ዝተኣሰርዋ ዝሓበረት ሄለን ዝተባህለት ካልኢቲ ነባሪት ድማ፣ መለለዪ መንነት ርእዮም ናይ ትግራይ ኮይኑ ምስ ዝረኸብዎ እናጋፍዑ ወሲዶምዎም ሕጊ ኣሎ ኢልና ከይድና ሕጊ ኣይተቐበለናን መሊስና ንእሰር ካልእ ተሪፉ ብትግርኛ ክነውግዕ እንተሰሚዖሙና ከም ሌባን ጥርጡርን ኢና ንረኣ ብምባል ብሕርቃን ተዛሪባ ኣላ። ምኽትል ከንቲባ ከተማ ኣዲስ ኣበባ ኣዳነች ኣበቤ ኣብቲ ዝሓለፈ ሰሙን ምስ ሰበ ስልጣን እታ ከተማ ኣብ ዝነበረን ኣኼባ ኣብ ልዕሊ ተጋሩ ስጉምቲ ንኽውሰድ ጎስጓስ ክገብራ ከምዝተሰምዓ ፀብፃብ ቢቢሲ ሓቢሩ'ሎ። ብኻልእ ወገን ፋሽስቲ ኣብይ ኣሕመድ የካይዶ ዘሎ ምዕፃው ትካላት ተጋሩ ኣጠናኺሩ ቐፂሉሉ ኣሎ። ንብረት ተጋሩ ዝኾኑ ጥራሕ ካብ ኣናእሽተይ ድኳናት፣ ኣብያተ ምግብን ክሳብ ዓበይቲ ትካላትን ሆቴላትን ብሓይልታት ፀጥታ ፋሽስቲ ኣብይ እናተዓፀዉ ከምዝርከቡን ወነንቶም ድማ ግዳያት ማእሰርትን ዝተፈላለዩ ግፍዕታትን ከምዝኾኑ ተፈሊጡ ኣሎ። ኣብ ኣዲስ ኣበባ ካብ መንጎ እቶም ዝተዓፀዉ ትካላት ኣብ ቦሌ ክፍለ ከተማ ዝርከቡ ሃርሞኒ ሆቴልን

ብቕልፅምና
ፈፀምና ዘይጠወ ዘይጥወ ብሓይሊ መንገዲ ዝሕግብ ኣብ ነሰግሮ ብብልሃት ነሰግሮ ብዓቕሊ
ዛጊድ ዝረኸብናዮ ዓበይቲ ዓወታት ዓቂብና መላእ ትግራይ ካብ መንጋጋ ፀላኢ ሓራ ንምውፃእን ብሰንኪ ወረርቲ ዝዓነወት ትግራይና ድማ ዳግም ንምህናፅን ኩላትና ክንረባረብ ይግባእ ኢሎም ኣለው ተጋሩ ነበርቲ ሃገረ ስዊድን። እዞም ነበርቲ ነዚ ዝበሉ ድምፂ ህዝቦም ንምስማዕ ኣብ ከተማ ጉተንበርግ ኣብ ዘሳለጥዎ ዋዕላ እዩ። ነዚ ዋዕላ ኣመልኪትና ዘሰናዳእናዮ ፀብፃብ ድማ ከም ዝስዕብ ኣዋዲድና ክነቕርቦ ኢና።
ትግራይ ቢሮ ኦፕሬት ትግራይ ቢሮ ኦፕሬት ትግራይ ቢሮ ኦፕሬት ዛጊድ ብዝረኸብናዮም ገዘፍቲ ዓወታት ዓጊብና ፈታሕታሕ ክንብል ዘይኮነስ ነቲ እንሓስቦ ኣጠቓላሊ ኩለመዳይ ዓወት ትግራይ ስንቂ ኮይኖም ከገልግሉናን ፍረ ቓልስና እናስተማቐርና ዝያዳ ተሰጣጢምና ንምቅላስ ከሐርነና እዩ ዝግባእ ይብሉ ተወለድ ትግራይ ነበርቲ ሃገረ ስዊድን። እዞም ነበርቲ ነዚ ዝበሉ ኣብ ከተማ ጉተንበርግ ድምፂ ህዝቦም ንምስማዕ ኣብ ዘካየድዎ ሰላማዊ ሰልፊ እዩ። ኣብ ትግራይ ዝካየድ ዘሎ ምፅናት ዘርኢ ደው ይበል፣ ተስፋሕፋሕቲ ምልሻ ኣምሓራን ሰራዊት ባዕዳዊ ወራሪ ኢሳይያስ ኣፈወርቅን ካብ መሬት ትግራይ ጠቕሊሎም ይውፅኡ፣ ስልኪ፣ ባንኪ፣ መብራህትን ኢንተርኔትን ግልጋሎት ክጅምር ይግባእ ዝብሉን ካልኦትን ድማ ቀንዲ መልእኽቶም እዩ። ትግራይ ትረብሕ ሶፓ ሶፓ ሶፓ ሆርሙነት ሆርሙነት ኢንትግራይ ኢንትግራይ
እዞም ሰልፈኛታት፣ ሓየት ሰራዊት ትግራይ ዛጊድ ብዘመዝገቦም ዓወታት ኣዝዮም ከምዝተሓበኑን እዚ ናይ ሕዚ ወለዶ ምስ ሰብ ተመኩሮ ኣያታቱ እናተዋደደ ዝፍጽሞም ዘሎ መስተንክራዊ ስርሒታት ናብ ኣጠቓላሊ ዓወት ክሳብ ዝበጽሑ ቃልሶም ኣሕይሎም ከምዝቕጽልሉ ይዛረቡ።

ብስም እስከ ተዋሂዱ እዩ ኣነ በዛ ርኽእ ናብ እንግሊዝኛ ንሸይ ክምኩር እሞ ንሸይ ሓንሻ ነጫወቶም ብትግርኛ ካብኡ ናብ ንኸዶ ንበር ማለት እዩ ካብ ትግራይ ወፃእ ዘሎ ዳያስፖራ ትግራዋይ ፀላእቲ ህዝቢ ትግራይ መሊኦም ክሳብ ዝቕበሩን ሙሉእ ዓወት ትግራይ ክሳብ ዝገሃድን ብርሱን ወነን ብዝተወደበን ቃልሱ ሕይሉ ክቕፅል እውን ፃውዒቶም ኣቕሪቦም ኣለው። ኣብ ዘዘለዎ ኩርናዕ ኩሉ ትግራዋይ በታ ዝጀመራ ብኣ ክቕፅል ኣለዎ። ኣብ ሕጂ እንድሕር ድኣ ተንበርኪኽና ግን ኣደዳ ፀላእትን ኣደዳ መፍቶም ኮይና ተነሰርሐ ድማ ፀላእትና መሊእና ናይ ምቅራፅ ዓቕምን ሓይልን ጉልበትን ኣለና ሕጂ ኢና ክንቅፅሎ ንኽእል። ተተዘናጊዕና ግን ዳግማይ ናብ ዘይንወፅ ዓዘቕቲ ንኣቱ ምዃንና እዚኣ ክውስኽ ተኽእል።

ሃለዋትናን ድሕንነትናን ብቕልፅምና ትግራይ ትስዕር!
ኣብ መወዳእታ ፋሽስቲ ኣብይ ኣሕመድ ንወድዓዊ ጸገማት ኢትዮጵያ ከም ዘይርዳእን ነታ ሃገር ድማ ኣብ ከቢድ ቅልውላው ከም ዘእተዋን ተሓቢሩ ኣሎ። ብሰንኪ ድኹም ኣመራርሓ ፋሽስቲ ኣብይ ኣሕመድ ኢትዮጵያ ናብ ከቢድ ቅልውላው ከም ዝኣተወትን ንሱ ግና ንከተማ ኣዲስ ኣበባ ኣብ ምምልኻዕን ኣብ ወጻኢ ሃገራት የታዕርቕ ኣለኹ እናበለ ጊዚኡ ከም ዘጥፍእን ደይሊ ሜል ጸብጺቡ'ሎ። ብተወሳኺ ፋሽስቲ ኣብይ ዕሉል መላኺ መራሒ ከም ዝኾነን ሰፊሕ ዝኾነ ማእሰርትን ግፍዕታትን ከም ዝፍጽምን እቲ ዜና ሓቢሩ'ሎ። ፕሮፌሰር መራራ ጉድና ኣብ ዝኾነ ቦታ ተሸኺሉ ዝተረፈ እዩ ዝመስለኒ። ሕዚ ከም ዝጠፍአ ቆልዓ ኣብ ማእኸል መገዲ ኮይኑ ዕንይንይ እናበለ ዘርእዮ ባህሪ እዩ ዘንፀባርቕ ዘሎ። ከምዚ ዝቖለ ቆልዓ ድማ ናብ ድሕሪት ክምለስ ኣይኽእልን ምኽንያቱ ካበይ ከም ዝመፀ ኣይፈልጥን ናብ ቕድሚት ክስጉም እውን ኣይኽእልን ናበይ ከም ዝኸይድ ስለ ዘይፈልጥ ብምባል ብዛዕባ ኩነታት ፋሽስቲ ኣብይ ከም ዝተዛረቡ እቲ ዜና ሓቢሩ'ሎ። መራሕቲ ተቓወምቲ ውድባት ኢትዮጵያ ንፋሽስቲ ኣብይ ፈጺሞም ከም ዘየኽብርዎን ገለ ደገፍቱ ግና ከይሓነኹ መራሒና ንኻልኣይ ግዜ ሽልማተ ሰላም ኖብል ክወሃቦ ይግባእ ዝብል ግርምቢጢ ዝኾነ ዘረባ ከም ዘስምዑን ዴይሊ ሜል ኣመልኪቱ ኣሎ። እምበኣርከስ ዝኸበርኩም ተመልከትና ንሎሚ ዘዳለናልኩም ዜናታት ኣብዚ ወዲእና ኣለና። ብኻልኦት ተመሳሰልቲ ዛዕባታት ተመሊስና ክንጋነ ኢና። ክሳብ ሽዑ ሰላም። ሃለዋትና ንድሕንነትና ንብቅልፅምና ትግራይ ትስዕር።